ሰላም ሰላም ተኸታተልቲ ናብ ዩቱብ ከመይ ትኾኑ ንሕና ኣምላኽ ይመስገን ፅቡቕ ኣለና ንስኻትኩም እውን ከምዚ ናትና ብፅቡቕ ሰላም ክትህልዉ ናይ ወትሩ ትምኒትና እዩ ሎሚ ናብ ዩቱብ ንዓኹም ተዓዘብትና ዝኾ- ፍሉይ ዝኾነ መደብ ዘትልኩም ደበኺና ኣላ ካባኹም እንደልዮ ሓፃር ርእቶ ሼር ላይክ ሰብስክራይብ ብምግባር ኣብ መዓልታዊ ንዝርግሑ መደባትና ተኸታታልቲ ክትኮኑ ብክብሪ ንዕድም ነንበሳ ንጉስ ጫካ ዝገበሮ እንታይ እዩ? ብግዝፉ ድዩ? ብግዝፉ ደኣ በዓል ሓርማዝ ኣለዉ እንዶ? ብፍጥነት ድዩ? ብፍጥነት ደኣ በዓል ችታ ነብሪ ኣለዉ እንዶ? እንታይ ደኣ ብቑመት? ብቑመት ከማን ኣይኮነን። በዓል ዘራፍ ኣለዋ እንዶ ኣዝየን ነዋሕት እዩ ቆማታት ብጉርሒ ወይ እውን ብብልሒ ከማን ኣይኮነን በዓል ህበይ ውኻርያ ኣለዋ ጎራሕ በላሕቲ ዝኾኑ እንታይ እዩ ደኣ ነንበሳ ንጉስ ጫካ ዝገበሮ ንዝብል ዘሎ ሕቶ ኣመለኻኽታ እዩ እቲ መልሲ ማለት እዩ እቲ ንኣንበሳ ንሓርማዝ ክሪኦ እንከሎ ምስሓይ መጺኡ ይብል እቲ ሓርማዝ ከኣ ነንበሳ ክሪኦ እንከሎ እቲ ክበልዓኒ ዝደሊ ኣንበሳ መጺኡኒ እዩ ዝብል ኣመለኻኽታ ነቲ ሓደ በላዒ ነቲ ሓደ ተበላዒ ጌርዎም ኣሎ። እቲ ፍልልይ ዝፈጥር ዘሎ ኣመለኻኽታና እዩ ማለት እዩ። ዘለካ ገንዘብካ ሃብትኻ ፍልጥትካ ዝኣከብካዮ ዲግሪ ማስተርስ ኣይኮነን ወሳኒ ኣብ ሂወት ዘለካ ኣመለኻኽታ እዩ። ቀንዲ ወሳኒ ነገር ኣመለኻኽታ እዩ። እዚ ጎድል ንምባል ክተግርም ንምብልካን ኣመለኻኽታኻ እዩ እቲ ወሳኒ ነገር። ጸገም ክመጽእ እንከሎ ዓቕሚ የብለይን ክሰዓር'የ ኣይክእሎን'የ ክትብል የብልካን። ናብቲ ዝደልዮ ቦታ ከብጽሓንን ክወንጭፈንን ዘኽእል ዘትረርኒን ዘብርትዓንን ጸገም ኣጋጢሙኒ ክትብል ኣለካ። ሽዑ'ዩ ከምቲ ናይ ኣንበሳ ዓይነት ኣመለኻኽታ ዝህልወና። ካብ ብበጊዕ ዝምርሑ ኣናብስ ብኣናብስ ዝምርሑ ኣባጊዕ ይብርትዓ ኣብ ሂወትና ዘሎና ድክመታት ብዙሕ ክከውን ይክእል ድካ ኮይና ገንዘብ ዘይ ከህልወና ይክእል እዩ ንደልዮም ደጋዊ ነገራት ቁመት መልክዕ ገለ ውን ዘይ ክህልወና ይክእል እዩ ንሰባት ሪኢና ንቀንዓሉ ነገር ኣባና ዘይ ክህሉ ውን እክእል እዩ እቲ ፍልልይ ዝፈጥር ግን ንሱ ኣይኮነን እንታይ ደኣ ኣብ ውሽጥና ዘሎ ኣመለካክታ እዩ እቲ መልሲ ስለዚ ኣመለካክታና ከም ናይ ኣንበሳ እንተ ኮይኑ ድኽመትና ከምተን ኣባጊዕ ወላ እንተኾነ ነቲ እንደልዮ ነገር ካብ ምትግበር ንድሕሪት ኣይንብልን ኢና ግን ኣመለኻኽታና ከም ናይ በጊዕ እንተኾይኑ ውሽጥና ዘሎ ነገር ከም ናይ ኣንበሳ እንተኾይኑ ፍልጠት ሃብቲ ሃልዩና ወላ ነቲ እንደልዮ ነገር ኣይንገብርን ኣመለኻኽታና ከም ናይ በጊዕ ስለ ዝኾነ እዩ ንኣብነት ኣናብስ ኣብ መዓልቲ ካብ ዓሰርተ ሽዱሽተ ክሳብ ዕስራ ሰዓታት እዮም ዝድቅሱ። እተን ዝተረፋ ኣርባዕተ ሰዓታት እየን ዝንቀሳቐሱ። እዋእ! እዚ ኹሉ ነደቀሰይ ንጉስ ጫካ ኮይኑ? እወ! እወ! እዩ እቲ መልሲ። ኣብዚኣ ነስተውዕል፣ ኣብ ህይወትና ኣዝዩ ነዊሕ ሰዓታት ስለ ዝሰራሕና ኣይኮነን ንዕወት። ብርቱዕ ስራሕ ስለ ዝሰራሕካ ወላ ኣይኮነን፣ ሓንሳብ ሓንሳብ ኣበርቲዕና ክንሓስብ እዩ ዘለና። መዓልታዊ ንዒስራ ደቒቕ ብዛዕባ ነብስና ክንሓስብ ኣለና። ኣንበሳ ዒስራ ሰዓት ይድቅስ ክንብል ከለና፣ ዓይኑ ዓሚቱ ዝሕርነክ ከይመስለና ዓይኑ ኪዕ ዓመተ እዩ ዝድቅስ ብዛዕባ ሂወትና ክንሓስብ እንከለና ንቁሓት ክንከውን ኣለና ኣብ ሂወተይ እንታይ እዩ ዝፍጸም ዘሎ እንታይ ምስ ገበርኩ እንታይ ተፈጢሩ ክንብል ኣለና ብምንታይ ከ ወዲቀን ዕውት ኮይነን ከንብል ኣለና እንታይ ይሓስብ ኣለኹ ናበይ ይኸይድ ኣለኹ ክንብል ኣለና ደጋጊምና ንነብስና ክንሓት ኣለና እቲ ለውጢ ካብ ውሽጢ ክመጽእ ኣለዎ እንቋሖ ካብ ውሽጢ እንተተሰይሩ ጥራይ እዩ ህይወት ክህልዎ ዝኽእል። ካብ ደገ እንተ ተሲሩ ግን እታ ጫቝት ክትመውት እያ። ስለዚ ንሕና እውን እቲ ለውጢ ካብ ውሽጥና ገጹ ይመጽእ እንተሎ እቲ ንሓቱ ዘለና ካብ ውሽጥና እንተ ኾይኑ ናብቲ እንደልዮ ጫፍ ክንበጽሕ ንኽእል ኢና።